እያ ስለዚ እምበኣር ካብ ዝሓለፈ ክልተ ሰሙን ክንሪኦ ከም ዝጸናሕና ከም ንዝክሮ እንታይ ኢና ርኢና ድሕነት ርኢና መጀመርያ የሕፅር ኣቢልና ኢና ንሪኦ ዘለና እምበር ብከምዚ እኳ ቅልጥፍ ኢልካ ዝተሽሙ ዝግበር ኣይኮነን ስለ ምድሓን መጀመርያ መዓልቲ ተዛሪብና ምድሓን ብኢየሱስ ክርስቶስ ዝተዋህበና ከም ምዃኑ፣ ብየሱስ ክርስቶስ ዝኣነመነ ኩሉ ምድሓን ከም ዝተዋህቦ። ካብ ምንታይ እዩ ድሒኑ እንተ ኢልና ካብ ናይ ሓጢኣት መቕጻዕቲ ካብ ናይ ሓጢኣት ሞት ድሒንና። ሓጢኣት ሞት ይዋግኡ ግን እቲ ሞት እቲ ኢየሱስ ስለ ዝወሰደና ንሕና ሓራ ኮይንና እሱ እዩ እቲ ምድሓንና እሱ ከዓኒ ብጎይታ ዝኾነ ነገር እዩ ካባና ዝኾነ ነገር የልቦን ነቲ ምድሓን እቲ ሕራይ ዝበለ ክቕበሎ ይኽእል እዩ ንዕኡ ኢና ርኢና ነርና መጀመርያ መዓልቲ ኣብቲ ካልኣይ መዓልቲ ከዓ ፅድቂ ፅድቂ እንታይ እዩ ተኢልና ከዓ ፅድቂ ማለት ቃል ብቃሉ ኣብ ቅድሚ እግዝኣብሄር ቅኑዕ ኮይንካ ምርካብ ማለት እዩ የሕዋተይ ብስራሕና እንተኮይኑ ኣብ ቅድሚ እግዚኣብሄር ቅኑዓት ኮይንና ክንርከብ ብፍፁም ኣይንኽእልን ኢና ግን ጎይታ እግዚኣብሄር ኣምላኽ በቲ ዝተኸፈለ ዋጋ ብናይ ወዱ ደም ከዓኒ ኣፅዲቕና ፃድቕ ገይርና ብኢየሱስ ስለ ዝርእየና ፀዲቕና ኣብ ቅድሚ እግዚኣብሔር ምእታው ተኻኢሉ ማለት እዩ ተዘይኮይኑ ፅድቂ ተዘይብልካ ኣብ ቅድሚ እግዚኣብሔር ጠጠው ክትብል ኣይትኽእልን ኢኻ ኣይከኣልን እዩ ስለዚ ፅድቂ ከዓ ብኢየሱስ ክርስቶስ ተዋሂበና ስለዚ እዚ ካብ እግዚኣብሔር ዝወሃበና እምበር ውህብቶ እምበር ካባና ዝኾነ ኣይኮነን እዚ እንታይ እዩ እንተ ኢልና ዝቑጸረልና እዩ፣ ተቖጺርልና በቲ ብኢየሱስ ክርስቶስ ዝተኸፍለ ዋጋ ንዓና ጽድቂ ተቖጺርልና ኢልና ርኢና ኔርና ብሓጺሩ ማለት እዩ። እምበኣር ሎምዓልቲ ናብ ቅድስና ኢና ክንኣቱ። ንምንታይ ኢና ነዚ ንርእዮ ዘለና እንተ ደኣ ኢልና ኣብ መጽሓፍ ቅዱስ ኣብ በበይኑ ቦታ ነዚ ክንረኽቦ ከለና ሰብ ከንብቦ ከሎ ስለ ዝሓዋውሶ ነቲ ናይ ምድሓን ምስ ናይ ቅድስና፣ ነቲ ናይ ቅድስና ከኣኒ ምስ ናይ ጽድቂ ስለ ዝሕውሶ፣ ንዓና ነቲኦም ብጐይታ ዝደሓንና ነዚ ንጹር ክኾነልና ይግባእ ማለት እዩ። ምድሓንና ይኾነ ጽድቅና ካባና ኣይኮነን፣ እንታይ ደኣ ካብ ኢየሱስ ዝኾነልና እዩ ካብ ግዝኣብሔር ዝኾነልና ህያብ እዩ በቃ ህያብ እዩ ስለዚ ነዚ ህያብ እዚ ኻን ታንኪዩ ኢልና ኦረዲ ዝተቐበልናዮ ዝተወደኡ ጉዳይ ፅድቅና ናይ እግዚኣብሔር ፅድቂ እዩ ናህና እንተዝኸውን ግን ናይ መርገም ጨርቂ እዩ ዝብሎ ማለት ምንም ፅድቂ ዝበሃል ክህልወና ኣይክእልን እዩ ካባና ዝኾነ ስለዚ ቅድስና እምበኣር ክንኣቱ ኢና ብዙሕ ግዜ ምስ ቅድስና እዩ ሰብ ዝሕውሶ ነዚ ማለት እዩ ቅድስና ከዓ እንታይ እዩ እንታይ ኢልና ቅድስና ምፍላይ ማለት እዩ ናብ ግዜ ቃል ብቃሉ ምፍላይ እዩ ቅድስና ናመ ምፍላይ ናብ እግዚኣብሔር ምፍላይ ናይ እግዚኣብሔር ዝኾነ ኩሉ ቅዱስ እዩ ናብ እግዚኣብሔር ዝተፈለየ ከዓ ቅዱስ እዩ መጽሓፍ ቅዱስ ንብል ኩሉ ናይ እግዚኣብሔር ዝኾነ ቅዱስ እዩ እቲ መጽሓፍ ናይ እግዚኣብሔር እዩ ስለዚ ቅዱስ እዩ ናይ እግዚኣብሔር ዝኾነ ቅዱስ እዩ ነዚ ኣብ ብሉይ ኪዳን ንእስራኤላውያን ተቐደሱለይ ዝብሎም ነበረ ተፈለዩለይ ዝብሎም ነይሩ ተፈለዩለይ ኣይትተሓዋወሱ እናበለ ዓሰርተ ግዜ ዝብሎም ዝነበረ ማለት እዩ ስለዚ ቅድስና ከዓ ክርኢ ኢና ቅድስና ክጅምር ብየሱስ ብምእማን እዩ እሱ እውን ዝርከብ ብየሱስ ምስ ኣመና ሙሉእ ድሕነት ኣለና ጻድቃናት ኮይና ንቁፀር ቅድስና ከዓ ቅዱሳን ከዓ ንበሃል ቅዱሳት ንኸውን ናይ እግዚኣብሔር ንኸውን ንእግዚኣብሔር ንፍለ ስለዚ እንታይ እዩ እንታይ ኢልና ምፍላይ እዩ ኢልና ከምቲ ዓንተቦይ ዝበልክዎ ናይ እግዚኣብሔር ምዃን እቲ ናይ እግዚኣብሔር ዝኾነ ከኣ እንታይ እዩ ቅዱስ እዩ ቅድስና እምበኣር ካብቲ ካብቲ ዝደሓናሉ ግዜ እዩ ዝጅምር ቅድስና መዓስ ይጅምር ተኢልኩምኒ ካብታ ዝደሓናላ ግዜ ካብኣ ካብቲ ናይ ዕርቡን መንፈስ ቅዱስ ዝተቐበልናሉ ግዜ ቅድስና ይጅምር ግን ቅድስና ኣብ ህይወትና ዝዓቢ ነገር እዩ ኣብ ምድሓንና ይጅምር ይዓቢ ከዓኒ ቅድስና እናዓበየ እዩ ዝኸይ ናይ ህይወት ጉዳይ ስለ ዝኾነ ስለዚ ቅድስና ምንም እኳ ካብ እግዚኣብሄር ብዝተኸፍለልና ብየሱስ ዝተኸፈለልና ዝተቐበልናዮ ተኾነ ንሕና እውን ኣብ ናብራና እንነብሮ እዩ ቅድስና። ንሓደ ክርስትያን ናብሩ እዩ ቅድስና። ስለዚ ነዚ ኢና ክንሪኦ ነዚ ከነነፅሮ ኢና ፅቡቕ ጌርና ማለት እዩ። ኣብ መፅሓፍ ቅዱስ ብዛዕባ ቅድስና እንተ ደኣ ኣንቢብና ዝተፈላለየ ክንርኢ ንኽእል ኢና። ንዓና ግን እዚ ክንፅረልና ኣለዎ። ንኣብነት ብየሱስ ብምድሓና ከም ዝተቐደስና ይነግረና ኣብ መጽሓፍ ቅዱስ ቅዱሳት ኢኹም ይብል ከም ሕሉፍ ገይሩ ኦረዲ ጎይታ ክንቅበል ኮለና ቅድስ ቅዱሳን ከም ምዃንና ይነግረና መጽሓፍ ቅዱስ ኣብ ካልእ ካብ መጽሓፍ ቅዱስ ከነብንብብ ኮለና ከዓኒ ብቅድስና ክንመላለስ ከም ዘለና ይነግረና እግዚኣብሔር ቅዱስ እሞ ቅዱሳን ኩኑ ካብለና ትሪኡ ኣለኹም ኣብቲ ቅዱሳን ኢኹም ኢየሱስ ዝቐደሰኩም ኣምላኽና ይባረኽ ይብል ኣብቲ ከዓኒ ተቐደሱ ወይ ከዓ እግዚኣብሔር ቅዱስ እዩ እሞ ቅዱሳን ኩኑ ይብል ከዓኒ ስለዚ እዚ ንብዙሓት ይጋጮ እዩ ይጋጮኦም ነዚ እዩ ነቲ ከምኡ ዝብል ዘሎ ንሓንሳብ ናብ ምድሓን ወሲዶም እውን ነቲ ናይ ምድሓን እውን ምድሓንና እንዳዓበየ ይኸይድ ናብ ምባል ዝኸይድ ሰብ ማለት እዩ ምድሓን ዝዓቢ ነገር የብሉን ምድሓን ምድሓን እዩ በቃ ቅድስና ግን ከም ዝበልኩኹም ኣብ ህይወትና እናተለወጥና እናዓበና ስለ ንኸይድ ቅድስና እና እንዳተቐደስና እናተቐደስና ንኸይድ ማለት እዩ ነዚ ክንሪኦ ኢና ማለት እዩ ክንፅረልና ኣብ ሰለስተ ደረጃታት ክንከፍሎ ኢና ንቅድስና ማለት እዩ እቲ ናይ መጀመርያ ቅድስና ናይ ቦታ ቅድስና ናይ ቦታ ቅድስና ማለት እዩ ብእንግሊዝኛ ፖዚሽናል ሳንቲፊኬሽን ይብሎ ማለት እዩ እንታይ ማለት እዩ እንታይ ኢልና ኣብ ኢየሱስ ክርስቶስ ብምህላውና ዝተቐደስና እዩ። ኢየሱስ ኣብኡ ስለ ዘእተወና በቲ ንሱ ዝኸፈለልና ዋጋ ሕራይ ስለ ዝበልና ናብ እግዚኣብሔር መንግስት ስለ ዘእተወና ኣብኡ ስለ ዝተሰወርና እግዚኣብሔር ከዓ ብኢየሱስ ክርስቶስ ብወዱ ስለ ዝርእየና ቅዱሳን ኢና። እዚ እንታይ ማለት እዩ? ብናይ ቦታ ወይ ከዓ ምስ ኢየሱስ ወይ ከዓ ኣብ ኢየሱስ ብምህላውና ዘለና ቅድስና እዩ ማለት እዩ። እዚ ገና ክንድሕን ኮለና ምድሓን ክንረክብ ኮለና ወይ ከዓ ብጎይታ ዳግም ክንውለድ ኮለና ተነሲሕና ናብ ጎይታ ክንኣቱ ኮለና እንቕበሎ ቅድስና እዩ እዚ ቅድስና እዚ ማለት እዩ ስለዚ እንታይ እዩ ሪኳየርመንቱ እንተኢልካ ብኢየሱስ ክርስቶስ ምዃን እዩ ኣነ ሓጢኣተኛ እየ ባዕለይ ክፀድቕ ኣይክእልን እየ ስለዚ ካብ ሎሚ ጀሚረ ንዓኻ ክተል ኣለኹ ኢልናን ናብ ኢየሱስ ክንፅጋዕ ኮለና እንረኽቦ ሽዑ ንሽዑ በቲ ኣብ ዝኣተናዮ ፖዚሽን እንረኽቦ ቅድስና እዩ እዚ ቅድስና እዚ ስለዚ እግዝኣብሄር ዝቆፅረልና እዩ እዚ ንሕና ዝገበርናዮ ነገር የለን ገና ምስ ሓጢኣትና ገና ምስ ጭቃና ናብ እግዚኣብሄር ቀሪብና ቅድስና ንረክብ ማለት እዩ በቲ ዝኣተናዮ ፖዚሽን ምክንያቱ ብየሱስ ክርስቶስ ካብ ዘይጠፍእ ዘርኢ ዳግም ስለ እንውለድ ዘለና እቲ ዘርኢ እቲ ዘይጠፍእ ዘርኢ ብመንፈስ ዳግም ስለ እንውለድ ዘለና ስለዚ ካብ ዘይጠፍእ ዘርኢ ንፍጠር ኣለና ብጥቕሲ ነዚ ክንሪኦ ኢና ነዚ ከምቲ ዝበልኩም ዓንተቦይ ንኩሉ ክንፈልዮ ነቲ ቅድስና ዝብል ኣብ መጽሓፍ ቅዱስ ክንረኽቦ ከለና ኣበየናይ ግዜ እዩ ናይ ምድሓና ቅድስና ድዩ ናይ ህወት ኣብ ህወትና እንረኽቡ ቅድስና ድዩ በዚ እናነፀረልና ክኸይድ እዩ ሕጂ ቀዳማይ ቆሮንቶስ እንተ ደኣ ርኢና ሃዋርያ ጳውሎስ ንቆሮንቶስ ክፅሕፈሎም ከሎ ገና ክጅምር ከሎ ጳውሎስ ብፍቓድ ኣምላኽ ሃዋርያ ክርስቶስ ክኸውን እተጸውዐ፣ ሶስቴኖስ ከኣ ሓውና፣ ነታ ኣብ ቈረንቶስ ዘላ ማሕበር ኣምላኽ ብክርስቶስ የሱስ እተቐደሱ ቅዱሳን ንምዃን እተጸውዑ ኣብ ኵሉ ስፍራ ኣብኦምን ኣባናን ስም ጐይታና ኢየሱስ ክርስቶስ ምስ ዝጽውዑ ዘበሉ ዅሎም ይብል። ትርእዩ ኣለኹም ኣብዚ ሕጂ ከም እንፈልጦ ንቆሮንጦስ ዝተጻሕፈ ደብዳቤ ሃዋርያ ጳውሎስ ንቆሮንጦስ ዝጸሓፋሎም ቀንዲ ምኽንያት እንታይ እዩ እንተኢልና በቲ ወሪዱ ዝነበረ ኣብቲ ቤተ ክርስቲያን ሽግር እዩ ተጻሒፉ ብዙሕ ሽግራት ኣጋጢሙ ነይሩ ናይ እምነት ሽግራት ናይ ሞራል ሽግር ናይ ኣነባብራ ሽግር ናይ ነንሕድ ዘይምስምማዕ ሽግር ነዚ ኩሉ እዚ ዳሕራይ ኣብ ሙሉእ ኣብቲ ናይ ቆሮንጦስ ኣብቲ ምዕራፋት ተዳእሪእናዮ ንኩሉ ዩ ኣድረስ ዝገብሮ ከምዚ ብምግባርኩም ሲ ሰናይ ትገብሩ ዘለኹም ድመሲልኩም እንዳበለ ይምዕዶም ማለት እዩ ግን ቅድ ነዞም ሰባት እዚኦም ነዞም ኣብ ሕማቕ ወዲቕኩም ኣለኹም ኢሉ ክክስፆም ዝፅሕፈሎም ሰባት ክጅምር ከሎ እንታይ ይብሎም ኣሎ? ብክርስቶስ የሱስ እተቐደሱ ይብሎም ኣሎ። እተቐደሱ እዚ ሕጂ ፓስተንስ እዩ ወይ ከዓ ሕሉፍ እዩ። ብኢየሱስ ክርስቶስ ዝተቐደሱ ብርእሶም ቅዱሳን ኣይኮነን፣ ብርእሶም ተቐደሱ እውን ኣይኮነን፣ ብኢየሱስ ክርስቶስ እተቐደሱ ስለዚ እዚኣ እታ ናይ መጀመርያ ማለት እዩ ብየሱስ ክርስቶስ ብምዃን ኦረዲ ቅዱሳን እዮም ማንም ካብኦም ክሕድጎም ዝኽእል የለን ናይ ክርስቶስ ዝኾነ ቅዱስ እዩ ተፈልዩ እዩ ናቱ እዩ ስለዚ ቅዱስ እዩ በቲ ፖዚሽናል ዝርከብ ብየሱስ ብምዃኑ ኣብ ኢየሱስ ብምዃኑ ዝረኽቦ ቅድስና ማለት እዩ ክውድእ ከሎ እውን ኣብታ ምዕራፍ ኣብ ምዕራፍ ኣብ ቁፅሪ 30 31 ምዕራፍ ሓደ ቀዳማይ ቆሮንቶስ ማለት እዩ እንታይ ይብል ግናኸ እቲ ጽሑፍ ዝምካሕ ብእግዚኣብሔር ይመካሕ ዝብሎ ምእንቲ ክፍጸም ንስኻትኩም ካብኡ ካብቲ ካብ ኣምላኽ ንጥበብን ጽድቅን ምቕዳስን ምድሓንን ዝኾነልና ክርስቶስ የሱስ ኢኹም ይብል ትሪኡ ኣለኹም ንስኻትኩም ካብኡ ካብ መን ካብቲ ካብ ኣምላኽ ካብ ኣምላኽ ንጥበብን ንጽድቅን ንምቕዳስን ንምድሓንን ዝኾነልና ክርስቶስ የሱስ ኢኹም ትሪኡ ኣለኹም እዚኣ ሕጂ ብምንታይ ትርከብ እያ ብየሱስ ዝኾነልና ብእኡ ዝኾነልና ብእኡ ዝኾነልና እንታይ ብእኡ ዝርኾነልና ጽድቂ ብእኡ ዝኾነልና ምቕዳስ ብእኡ ዝኾነልና ምድሓን ስለዚ እዚ ኩሉ እዚ ብኢየሱስ ክርስቶስ ዝኾነልና እዩ ኣብ ዕብራውያን እውን ካልኣይቲ ኣብ ዕብራውያንን ከነንብብ ኢና ዕብራውያን ምዕራፍ ዓሰርተ እንተ ደኣ ኒና ምዕራፍ ዓሰርተ ዕብራውያን ቁፅሪ ዓሰርተ እየ ደልያ ዘለኹ ግን ካብ ትሽዓተ ከንብበ እየ ደሓር ከዓ እንሆ ፍቓድካ ክገብር ኢሉ ኢለ እመፅእ ኣለኹ በለ ምእንቲ ነቲ ዳሕራይ ከፅንዕ ኢሉ ነቲ ቀዳማይ ሰዓሮ ብል ነቲ ዳሕራይ ዝብሎ ዘሎ ነቲ ናይ ሓድሽ ኪዳን ነቲ ናቱ መስዋእቲ እዩ ነቲ ቀዳማይ ሰዓሮ ዝብሎ ከኣ ዘሎ ከኣ ነቲ ናይ ብሉይ ኪዳን እዩ ኣብ ቁጽሪ ዓሰርተ ሽዑ በዚ ፍቓድ እዚ በታ ሓንሳእ ንሓዋሩ ዝኣክል እተሰውኤ መስዋእቲ ስጋ ኢየሱስ ብክርስቶስ ተቐዲስና ኣሎና ኣብዚ ኣሰባሂልና ዶ ኣሕዋተይ በታ ንሓንሳእን ንሓዋሩን ካልእ መስዋእቲ የለን እዩ ዝብል ኣብ መጽሓፍ ቅዱስ ካልእ መስዋእቲ የለን ንሓንሳብን ንሓዋሩን እተሰውኤ መስዋእቲ ስጋ ኢየሱስ ክርስቶስ ተቐዲስና ኣሎና ስለዚ ብምንታይ ኢና ተቐዲስና እንተ ኢልና በቲ ብኢየሱስ ክርስቶስ ዝተኸፍለ ዋጋ በታ ዝተሰዋኣላ መስዋእቲ ብኣኣ ተቐዲስና ኣሎና ይብለና ማለት እዩ ስለዚ እዛ ቅድስና እዚኣ ብእግዚኣብሔር እትቑፀረልና እያ በቲ ብኢየሱስ ኣብ መስቀል ዝሞተሉ ብኡ እትቑፀረልና እያ ስለዚ ኣሕዋተይ ብኻልእ ብኖርማል እንተ ደኣ ርኢናዮ ኩላትና ኣብ ህይወትና እንተ ደኣ ተመሊስና ርኢናዮ ገና ናብ ክርስቶስ ከይመጻእና ከለና ከመይ ኔርና እንተ ኢልና ብናህና ህይወት ክንፈልጦ ንኽእል ኢና። ምኽንያቱ ሓደ ናብ ኢየሱስ ዘይመጸ ናብ ክርስቶስ ዘይመጸ ሰብ ሓጢኣት ኣይገብርን እየ ክብል ዋላ እንተፈከረ ኣይክእልን ኣይክእልን ምክንያቱ ኣይተፈልየን ዘሎ ናብ ጽድቂ ኣያተወን ዘሎ ኣይክእልን እዩ ባህሪኡ ኣይኮነን፣ ዳግም ኣይተወልደን። ዳግም ዝተወለደ ሰብ ግን ዋላ እንተገበሮ እኳ ነቲ ሓጢኣት የዕገሽግሾ እዩ፣ ዕግርግር እብሎ፣ ልክዕ ከም ዘይሰማማዓካ ምግቢ በሊዕካ ህድእ ኢልካ ክትድቅስ ዘይትኽእል ክሳብ ዝወፅእ ዘዕገርግረካ ምኽንያቱ ሰውነትካ ስለ ዘይቅበሎ፣ ልክዕ ከምኡ ኸኣ እቲ ዳግም ዝተወለደ መንፈስና ስለ ዘይቅበሎ የዕገርግረና እዩ። ዋላ ተተሓባእኻ ዋላ ተበልካ ውሽጥኻ ቅሳነት ስኢንካ የዕገርጊሩ ዕገርጊሩ ክትምለስ እዩ ዝገብረካ። ምኽንያቱ ሓድሽ ፍጥረት ኢኻ። ካብቲ ፍጥረት እቲ ወጺእኻ ኢኻ። ዳግም ክትውለድ ከለኻ ካብቲ ዘይጠፍእ ዘርኢ፣ ካብቲ ሓድሽ ፍጥረት፣ ካብቲ ናይ እግዚኣብሔር ዝኾነ ካብቲ እግዚኣብሔር ናይ እግዚኣብሔር መንፈስ ምስ እግዚኣብሔር መንፈስ ዝርክብ ዘለዎ መንፈስ ዳግም ተወሊድካ ኢኻ። ስለዚ ሓጢኣት ንምግባር እኳ ኣብኡ ንክትነብር ኣይትኽእልን ኢኻ። ስለዚ እዚ ቅድስና እዚ ኣለና መጀመርያ ማለት እዩ ጥራሕ ብፖዚሽናል ጥራሕ ብምእማንና ማለት እዩ ጥራሕ ብምእማንና ንሓጢኣት ናይ ምፅያፍ ዘኽእል ዓቕሚ ኦረዲ ጸጋ ኣብ ውሽጥና ኣትዩ እዩ ዳግም ስለ ዝተወለድና ስለዚ እዚ ቅድስና እዚ ፖዚሽናል ቅድስና ይበሃል ወይ ከዓ ናይ ኣብ ክርስቶስ ብምህላውና እንረኽቦ ቅድስና ልክዕ ከምቲ ፅድቂ ማለት እዩ ኦኬ እሞ ንምንታይ ደኣሉ እንተ ደኣ ሪኢኹሞ ኣብ ዓለምና ዘለዋ ዝኾነት ሃይማኖት ዝኾነ ሃይማኖት ካብ ክርስታንና ዋላ ወፃኢ ዘሎ ኩሉ ቅድስና ዘየምህር የለን ኩሉ ቅድስና የምህር እዩ እንታይ እዩ ፍልልይና ምስዚ ንሕና ጎይታ ንዓና ሂብና ዘሎን ምስቲ ዓለም ትብሎን ቅድስና እንታይ እዩ ፍልልዩ እንተ ኢልና እቲ ኣብ ካልኦት ኣብ ክርስትና ዘይኮኑ ዝብልዎ ቅድስና ጸዓር ፈትን ተቓለስ መስዋእቲ ኩን ንርእስኻ ኣዋርዳ ገለ ግበር እሞ ሽዕኡ ቅድስና ካብ ኣምላኽ ክትረክብ ቅዱስ ክትከውን ኢዩ እቲ ትምህርቲ ናይ ክርስትና ትምህርቲ ግን ከምኡ ኣይኮነን ባዕልኻ ከተምጾ ነገር ምንም ስለ ዘየለ ኦረዲ ዝወደቕና ስለ ዝኾንና በቲ ብኢየሱስ ክርስቶስ ዝርከብ ጽድቂ ግን ጽድቂ ስለ ንረክብ ናብ ኢየሱስ ተመለሱ እዩ ዝብለና ክርስትና ግን ናብ ኢየሱስ ተመለስ ናብ ኢየሱስ እቶ ናብ ኢየሱስ ምስ ኣተኻ ጽድቂ ክትረክብ ኢኻ መድሓን ክትረክብ ኢኻ ቅድስና ኣባኻ ክጅምር እዩ ስለዚ እዚኣ ናይ መጀመርያ ቅድስና እያ ማለት እዩ ዳግም ክንውለድ ኮለና ልክዕ ከምቲ ብስጋ እንውለዶ ብመንፈስ ተወሊድና ኣለና እዛ መንፈስ እዚኣ ከዓኒ ጀሚራ ኣላ ግን ከ እናዓበየት እትኸይድ እያ ስለዚ እምበኣር ናብቲ ካልኣይ ቦታ ክንከይድ ኢና እናዓበየት ትኸይድ እያ እንተድኣ ኢልናያ እቲ ካልኣይ ቅድስናኸ እንታይ እዩ እንተኢልና ብእንግሊሽ ፕሮግረሲቭ ይብሎ ወይ ከዓ እናተለወጥና እንኸደሉ ቅድስና ወይ ከዓ ናይ ህይወት ቅድስና ክንብሎ ንኽእል ኣብ ህይወትና እናተሞከርናዮ እንኸይድ ቅድስና እቲያ ናይ መጀመርያ ናይ መጀመርያ ጀሚርና ኣለና ሕጂኸ ኣብ ህይወትና እናተሞከርናዮ እንኸይድ ቅድስና፣ ኣብቲ ኣቲናዮ ዘለና ቅድስና እናተሞከርና እንኸይድ ቅድስና። የሕዋተይ ሓደ ነገር ከነስተባሃሉ ዘሎ ዘለና ምድሓን ይኹን ጽድቂ ወይ ከዓ እቲ ፖዚሽናል ቅድስና ንኹሉ ዝኣመነ ኩሉ ሓደ እዩ። ሎም መዓልቲ ዝኣመነን ዓሰርተ ዓመት ዕስራ ዓመት ዘገልገለ ይኹን ብዙሕ ነገር ብጎይታ ዋጋ ዝኸፍልን ሓደ እዩ ኣብዚያ ኣብ ህይወት ዝግለጽ ቅድስና ኣብዛ ካልኣይቲ እናዓበኻ እናዓበኻ ትኸደሉ ቅድስና መንፈስካ እናዓበየት እትኸደሉ ቅድስና ግን እግዚኣብሄር ብመንፈስ ቅዱስ ዝሕግዘና እኳ እንተኾነ ግን ናይቲ ሰብ ከኣ ኣስተዋጽኦ ኣለዎ። ክንሪኦዮ ኢና ክንሪኦዮ ኢና ሓደ ሓዱሽ ዝመጸን ሓደ ብዙሕ ዓመት ኣብ ክርስትና ዝጸንሐን ሓደ ክኸውን ኣይክእልን እዩ ኣብዛ ቅድስና እዚኣ እንተ ደኣ መጺእና ማለት እዩ ምክንያቱ እቲ ኣብ ዝጸንሐ እናተለወጠ እናተለወጠ እናዓበየ እናዓበየ ስለ ዝመጽእ እምበኣር እዚኣ ቅድስና እዚኣ ብናይ መንፈስ ቅዱስ ሓገዝ ናብ ክርስቶስ ናብ ምምሳል እናቐረብና እንኸደላ እያ። ናብ ክርስቶስ እናመሰልና እንኸደላ እያ። እዚኣ እውን እንተኾንና እንተኾነት ናይ መንፈስ ቅዱስ ሓገዝ ምሳና ስለ ዘሎ እዩ። መንፈስ ቅዱስ ኣብ ውሽጥና ኦረዲ ስለ ዘሎ እዩ። ናብ ክርስቶስ ናብ ምምሳል እናዓበና እናዓበና እንኸደላ እያ። ፍረ እናርኣና እንኸደሉ ኢና ኣብ ገላትያ ተጻሒፉ ዘሎ ፍረ መንፈስ ዝብሎ ማለት እዩ ኣብዚ እምበኣር ኣብ ህይወትና ፍረ እናርኣና እንኸደሉ ቅድስናና እናኣመስከርና እንኸደሉ ኣብ ቅድሚ ሰባት እናተገልጸ እንኸደሉ ብርሃድኩም ኣብ ቅድሚ ሰባት ይብራህ ዝተባሃለልና ማለት እዩ እታ ብርሃን እቲኣ እናርኣና እንኸደሉ ቅድስና እዩ ዝቅድስና እዚ እምበኣር እዚ እንገብሮ ኣብ ህይወትና እዩ ኣብ ህይወትና ኣብታ ኣብዛ ዓለም እንነብራ ኣላ ኣብ ህይወትና ኩሉ ግዜ ካብ ሎሚ ካብ ትማሊ ሎሚ ካብ ትማሊ ካብ ሎሚ ከዓ ፅባሕ እናዓበና እንኸደሉ ከም ትማሊ ኣይኮናን ፅባሕ ከዓ ከም ሎሚ ኣይንኸውንን ብኸመይ እንታይ ኢልኩምኒ ምስ ኣምላኽ ብምጥባቕ ምስ ኣምላኽ ብምጽጋዕ ሞር ብምጽጋዕ ንኣምላኽ ገጹ ንምርኣይ ብምብሃግ እዚ ኸኣ ንምንታይ ብጸሎት ብምትጋህ ብቓል ኣምላኽ ብምትጋህ ነቲ ቃሉ እናመርመርካ ዓሰርተ ግዜ እንታይ እዩ ዝብል ዘሎ ከምዚ ንገብሮ ዘለና ብምእዛዝ ነቲ ቃል ዝብለና ከኣ ብምእዛዝ በዚ ነቲ ቅድስና እናዓበና እንኸይድ እናዓበና እናዓበና እናዓበና ንኸይድ እናተለወጥና ንኸይድ ናብ ምስሊ ወዱ ንምምሳል እዩ ጸዊዕና ስለዚ ጎይታ እግዚኣብሔር ዝጸዋዓና ኣብቲ ናይ መጀመርያ ጠጠው ክንብል ዘይኮነ እናተለወጥና ክንከይድ ናብ ምስሊ ወዱ እናመሰልና ክንከይድ ዓለም ሪኣትናስ ልክዕ ከም ዓለምና ዘይኮንናሲ ካልእ ዓይነት ከም ምዃንና ሓጢኣት ዘይስዕረና እናኾንና ክንከይድ ንሓጢኣት እንንዕቀሉ በቃ እናዓበና እናዓበና ነቲ ናይ ቆልዑ ዝብሎ ሃዋርያ ጳውሎስ ናይ ቆልዑ ዝኾነ ነገር ኩሉ ሓዲግና እናዓበና እንዝርግሓሉ ነቲ ናይ ትማሊ እናሓደግኩ ንቕድሚት እመጣጠር ኣለኹ ዝበሎ ንጢሞቴዎስ ክጽሕፍ ከሎ ሃዋርያ ጳውሎስ ማለት እዩ ስለዚ እዚ ዓይነት እዚ ከዓኒ ኣብ ህይወትና እናዓበና እንኸደሉ ቅድስና እዩ ነዚ ክንሪኦ ኢና እዚ እውን ኣብ መፅሓፍ ቅዱስ ክንረኽቦ ኢና ኣብ ካልኣይ ቆሮንጦስ ሃዋርያ ጳውሎስ ኣብ ካልኣይ ቆሮንቶስ ምዕራፍ ሰለስተ ከምዚ ኢሉ ኣሎ፣ ኣብ ኣብ ኣጋ መወዳእታ እዩ ግን ካብ ዓሰርተ ሽዱሽተ ኣብ ዓሰርተ ሸሞንተ ቁፅሪ ዓሰርተ ሸሞንተ ምዕራፍ ሰለስተ ካልኣይ ቆሮንቶስ ምዕራፍ ዓሰርተ ሰለስተ ቁፅሪ ዓሰርተ ሸሞንተ ካብ ዓሰርተ ሽዱሽተ ጀሚረ ከንብቦ እየ ናብ ጐይታ ምስ ተመለሱ ግና እቲ መጋረጃ ክቕንጠጥ እዩ ይብል። እዚ ብዛዕባ እስራኤላውያን እዩ ዝዛረብ ዘሎ። እቲ መጋረጃ ክሳብ ሕጂ ሸፊንዎም ኣሎ ይብል እሞ በቲ ናይ ሙሴ ሕጊ ግን ናብ ጐይታ ምስ ተመልሱ ግና እቲ መጋረጃ ክቕንጠጥ እዩ ይብል እሞ ጐይታ መንፈስ እዩ ይብል። ኣብቲ መንፈስ ጐይታ ዘለዎ ድማ ኣብኡ ሓርነት ኣሎ። ንሕና ዅላትና ግና ብቕሉዕ ገጽ ነቲ ኽብሪ ጐይታ ኸም ብመስትያት ጌርና እናጠመትናዮ፣ ከም ኣብ መንፈስ ጐይታ ኻብ ክብሪ ናብ ክብሪ ናብቲ ምስሊ ኣረኣእያኡ ንልወጥ ይብል። ካብ በቃ ካብ ክብሪ ናብ ክብሪ እናተለወጥና እናተለወጥና ንኸይድ ይብል ኣብዚ። ስለዚ እዚኣ እታ እናዓበየና እንኸደላ እያ። ኣብ ዮሃንስ ወንጌል እውን ኣብ ዮሃንስ ወንጌል ምዕራፍ 17 ቁፅሪ 17 ከዓ ክንርኢ ኢና ዓሰርተ ሸውዓተ ቁፅሪ ዓሰርተ ሸውዓተ ኣብዚ እውን ቁርብተይ ልዕሊ ኢለ ከንብቦ እየ ብዛዕባ ኢየሱስ ክርስቶስ ቅድሚ ንሰማይ ምዕራጉ ዝጸለዮ ጸላይ እዩ ጸሎት እዩ ስለና ማለት እዩ ስለ ደቂ መዛሙርቱ ከምዚ ይብል፣ ካብ ቍጽሪ ዓሰርተ ኣርባዕተ ክጅምር እየ፣ ኣነ ቃልካ ሃብክዎም፣ ከምቲ ኣነ ካብ ዓለም ዘይኰንኩ፣ ንሳቶምውን ካብ ዓለም ኣይኰኑን እሞ፣ ዓለም ጸልኣቶም። ካብቲ ኽፉእ ክትሕልዎም እምበር፣ ካብ ዓለም ከተውጽኦም ኣይኰንኩን ዝልምን ዘለኹ ይብል እሞ፣ ከምቲ ኣነ ኻብ ዓለም ዘይኰንኩ፣ ንሳቶምውን ካብ ዓለም ኣይኰኑን ይብል። ሽዑ ቍጽሪ ዓሰርተ ሸውዓተ፣ በቲ ሓቂ ቀድሶም፣ ቃልካ ሓቂ እዩ ይብል። ትሪኡ ኣለኹም በቲ ሓቂ ቀድሶም ቃልካ እንታይ እዩ ሓቂ እዩ ስለዚ እንታይ ዝብ ዘሎ ብቓልካ ቀድሶም ይብል ኣሎ ብዚ ሕጃ ባዕሉ ኢየሱስ ክርስቶስ ስለ ደቀ መዛሙርቱ ክጽሊ ከሎ ብምንታይ ቀድሶም ብቓልካ ቀድሶም ስለዚ ኣብዚ ጉዳይ እዚ ብቓሉ ኢና እናተቐደስና ሞር እናተቐደስና እንኸይድ ማለት እዩ ስለዚ እምበኣር ገዜና መታን ክንጥቀመሉ እታ እዚ ኣብ ሙሉእ ህይወትና መዓስ እዩ እዚ ዝፍፀም እንተኢልና ኣሕዋተይ እዚ መዓስ እዩ ሙሉእ ዝኸውን እንተኢልና ኣብ ብህይወት ክሳብ ዘለና እዚ ስጋና ዝወደቐ ስጋ ስለ ዝሃለወ ስለ ዝኾነ ኩሉ ግዜ እቲ ፀላኢና ከዓ ብስጋና ስለ ዝፍትነና ኩሉ ግዜ ፈተና ኣለና ግን ከ ንዑ እንዳሰዓርና እንዳሰዓርና እንዳሰዓርና ኢና ንኸይድ ግን እዚ ስጋ እዚ ክሳብ ዝሃለወ ኩሉ ግዜ ፍፁማን ኣይንኸውንን ኢና ስለዚ እንታይ እዩ ብሂወት ክሳብ ዝሃለና ኩሉ ግዜ ብቅድስና ክንነብር ከም ዘለና ኢና ተጸዊዕና። እናተቐደስና እናዓበና እናዓበና ብቓሉ እናዓበና እናዓበና ናብ ምስሊ ወዱ እናመስልና ንኸይድ። ፍጹም ከ ናብ ምስሊ ወዱ ንመስል ዶ እዛ ዓለም ኮለና? ኣይንመስልን። እምበኣር ናብቲ ሳልሳይ ክንከይድ ኢና። ኣብቲ ሳልሳይ እምበኣር እንታይ እዩ እቲ ሳልሳይ ቅድስና እንተ ኢልና ፍጹማዊ ዝኾነ ቅድስና እዩ እሱ። ወይ ከዓ ፍፅምና ይበሃል ብካልእ ፍፅምና ወይ ከዓ ምኽባር ብእንግሊሽ ኣልቲሜት ግሎሪፊኬሽን ይብሎ ማለት እዩ ኣልቲሜት ግሎሪፊኬሽን ብእንግሊሽ እቲ ናይ መወዳእታ ቅድስና እዩ እዚ ቅድስና እዚ ኣብዚ ምድሪ ከለና ኣይንበፅሖን ኢና እዚ ንዝመፅ እዩ መዓስ ደኣ እንተ ኢልና ኣብ ናይ ኢየሱስ ዳግም ምጻት ዝፍጸም እዩ እዚ ሳልሳይ ይፍጸመና ኣብ ናይ ኢየሱስ ዳግም ምምጻእ ካብ ናይ ሓጢኣት ሙሉእ ብሙሉእ ሓራ ንኸውን እዚ በስባስ ዝኾነ እዚ ናብ ሓጢኣት ዘውድቐና ድኹም ዝኾነ ስጋና ይቕንጠጥ ብኻልእ ይትካእ እዚ መዋቲ ስጋ ለጊሱ በቲ ናይ ክብሪ ስጋ ይትካእ። ሽዑ እዩ እምበኣር እዚ ፍጹም ቅድስና፣ ፍጹማዊ ዝኾነ ወይ ከዓኒ ኣልቲሜት ግሎሪፊኬሽን ዝርከብ። እዚ ኣብ ዳግም ምጽኣት እዩ። ኣመንቲ እንታይ ይኾኑ ማለት እዩ? ፍጹማን ይኾኑ፣ ፍጹማን ይኾኑ። ኣብ ምድሪ ከለና ዋላ ሓደ ፍጹም ዝበሃል የለን ብጀካ ኢየሱስ ክርስቶስ። ኣብ ምድሪ ተመላሊሱ ፍጹም ዝነበረ ኢየሱስ ጥራሕ እዩ። እምበኣር ካብ ሕጂ እውን ካብ መጽሓፍ ቅዱስ ከንብብ እየ ካብ ቀዳማይ ዮሃንስ ምዕራፍ ሰለስተ ቀዳማይ ዮሃንስ ምዕራፍ ሰለስተ እንተ ደኣ ርኢና ሓደን ክልተን እየ ደልየ ዘለኹ ካብ ሓደን ክልተን ከነንብቦ ኢና ቁፅሪ ክልተ ኢና እታ ቀንዲ ክንሪኣ ደልየ ዘለኹ ረኣዩ ይብለና ረኣዩ ውሉድ ኣምላኽ ክንበሃል እቲ ኣቦ ከመይ ዝበለ ፍቕሪ ይሃበና ከምኡ እውን ኢና ይብል ስለዚ ከዓ ዓለም ንዕኡ ኣይፈለጠቶን እሞ ንኣና ኣይትፈልጠናን እያ ኣቱም ፍቑራተየ ሕጂ ውሉድ ኣምላኽ ኢና እንታይ ከም ንኸውን ከዓ ገና ኣይተገልፀን ንሱ ምስ ዝግለጽ ግና ንሱ ዝብሎ ዘሎ ክርስቶስ ማለት እዩ ክርስቶስ ምስ ዝግለጽ ግና ከምታ ዘለዋ ክንሪኦ ኢና እሞ ንዕኡ ከም እንመስል ንፈልጥ ኣሎና ይብለና ትሪኡ ኣለኹም ኣብቲ ዳግም ምምፃእ ንዕኡ ከም ዝመስል ንፈልጥ ኣሎና እዛ ተስፋ እዚኣ ኣብኡ ዘላቶ ዘበለ ኩሉ ከምታ ንሱ ንጹህ ዝኾነ ንርእሱ የንጽህ ይብለና። ኩሉ ግዜ እምበኣር ነዚ እናተጸበና ኢና ንነብር። ፍጻሜ ብኢየሱስ ክርስቶስ ኢና እንረክብ። ኣብ ተሰሎንቄ እውን ከምኡ ካብ ተሰሎንቄ እውን ከነንብብ ኢና ኣብ ቀዳማይ ተሰሎንቄ ምዕራፍ ሓሙሽተ ቁጽሪ ዕስራን ሰለስተን እንተ ደኣ ርኢና፣ ኣምላኽ ሰላም ባዕሉ ኸኣ ንኹለንትናኹም ይቐድሶ ይብል። ትርእዩ ኣለኹም? መን ይቐድሶ? ኣምላኽ ንኹለንትናኹም ይቐድሶ። በቲ ምጽኣት ኢየሱስ ክርስቶስ ከም ዘሎ መንፈስኩምን ነፍስኹምን ስጋኹምን ብዘይ መንቅብ ክርከብ ይተሓሎ ይብለና። ይተሓሎ። ሓልውዎ ኣይኮነን ንሕና ይኮን ንሕና ክንሕልዎ ይንኽእል ኢና ብምንታይ ዳ ንኹለንትናኹም ይቐድሶ ጎይታ እዩ ዝቕድሶ ንሕና ከንታይ ኢና ክንገብር ዘለና ከምቲ ዓንቶበይ ዝበልናዮ ኣብ ህይወትና ኩሉ ብጸሎትን ብቃልን ብምእዛዝን ክንነብር ይግባኣና ሽዑ እንታይ ንረክብ? ጐይታና ኸኣ እግዚኣብሔር ከኣ መንፈስ ቅዱስ ኣብ ውሽጥና ዘሎ ኸኣ እንዳቐደሰና ይኸይድ። ንዕኡ እናምሰለና ይኸይድ፣ እንዳቐደሰና ይኸይድ። ነዚ ናይ ዓለም ነገር እናነዓቕናዮ ንኸይድ። ኣብ ህይወትና እውን ንምስክሮ ይህሉ ኣለና ኩላትና። ቀደም ከምዚ ነይረ ሕጂ ግን ኦረዲ ብዙሕ ነገር ኣሎ በቃ ዝነዓቕናዮ እንኳን ክንገብሮሲ ክዝከር እኳ ዘይንደልዮ ማለት እዩ። እንታይ ማለት እዩ እዚ ሕጂ? ዕብየት ኣብቲ መንፈሳውነት ዕብየት ኣርኢና ማለት እዩ። ኣብቲ መንፈሳዊ እናዓበና መጺእና ማለት እዩ። ኣብቲ መወዳእታ ደኣ ከመይ ይኸውን እንተኢልና ንናይ መወዳእታ ሓንቲ ጥቕሲ ክውስኸልኩም ኣብ ቀዳማይ ቆሮንቶስ ኩላትና ንፈልጦ ንኸውን ኣብ ምዕራፍ ዓሰርተ ሓሙሽተ ብዛዕባ እቲ ዝመጽእ ኣብ ዳግም ትንሣኤ ወይ ከዓ ኢየሱስ ዳግም ኣብ ዝግለጸሉ ዝመጽእ ናይ ክብሪ ስጋ እዚ ሕሱር ስጋ ሕጂ ለቢስናዮ ዘለና ዘይኮነ እቲ ናይ ክብሪ ስጋ ብዛዕባኡ እዩ ዝነግረና ምዕራፍ ዓሰርተ ሓሙሽተ መታን ካብ ቁፅሪ ሓምሳ ከንብቦ ግናኸ ኣሕዋተየ፣ ስጋን ደምን መንግስቲ ኣምላኽ ኪወርስ ከም ዘይከኣሎ፣ እቲ ሓላፊ ድማ ነቲ ዘይሓልፍ ከም ዘይወርሶ እብለኩም ኣሎኹ። እንሆ፣ ምሥጢር እነግረኩም ኣሎኹ፣ ኵላትና ክንልወጥ እምበር፣ ኵላትና ኣይክንድቅስን ኢና። ብሓንሳብ፣ ብቕጽበት ዓይኒ፣ በቲ ናይ ድሕሪ ዅሉ መለኸት፣ እታ መለኸት ክንፋሕ፣ መለኸት ክንፋሕ እዩ እሞ፣ እቶም ምዉታት ድማ ብዘይሓልፍ ክትንስኡ እዮም ንሕና እውን ክንልወጥ ኢና ማለት እዚ ሓላፊ ዘይሓልፍ ክለብስ ይግብኦ እዩ እሞ እዚ መዋቲ ከኣ ዘይመውት ክለብስ እዩ እዚ ሓላፊ ዘይሓልፍ ምስ ለበሰ እዚ መዋቲ እውን ዘይመውት ምስ ለበሰ ሽዑ እቲ ጽሑፍ ሞት ብዓወት ተዋሕጠ ዝበሎ ቃል ክፍጸም እዩ ይብለና። እዚ እምበኣር እቲ ኣብ መወዳእታ ዝኸውን እዩ። እምበኣር ንምጥቕላል ዝኣክል ኣብ ቅድስና ቅድስና በቲ ኣብ ኢየሱስ ዝረኸብናዮ ጽድቂ ዝጅምር እኳ እንተኾነ ኣብ ህይወትና እናገለጽናዮ እንኸይድ እዩ። ክሳብ ብህይወት ዘለና። ኢየሱስ ዳግም ክግለጽ ከሎ ከኣኒ እቲ ፍጹማን ገይሩ በዚ እዚ ሕሱር ስጋና ተቐንጢጡ ብናይ ክብሪ ስጋ ንለብስ ካብኡ ዘለዓለማውያን ከኣ ንኸውን። ስለዚ እምበኣር እዚ ኣብ መንጎ ኣብ ብዙሕ ግዜ ዝደባለቕ ነገር ኣይሆፕ በዚ እንዳነፀረ ክኸይድ ተስፋ ገብር ንሎሚ ኣብዚ ክንውድእ ኢና ማለት እዩ